ናብ ዝተኸበርካ ክቡር ሓወይ ብመጀመርታ እቲ ብመንፈሳዊ በረኸት ዘበለ ብክርስቶስ ገይሩ ኣብ ሰማያት ዝባረኸና ኣምላኽ ኣቦ ጎይታና የሱስ ክርስቶስ ብሩኽ ይኹን። ብምቕጻል ካብ እግዚኣብሔር ኣቦናን ካብ ጎይታና የሱስ ክርስቶስን ጸጋን ሰላምን ምሳኻ ይኹን። ሓጎስን ፍቕርን ምስ እምነት ካብቲ ጎይታ ጎይቶት ንጉስ ነገስታት ዝኾነ ጎይታና የሱስ ክርስቶስ ኣብ ሕይወትካ ይስፈን። ኣታ ፍቑር ሓወይ ከምቲ ነብስኻ ዝጠዓየት ብኹሉ ደሓን ክትህሉን ክትጥዕን እምነየልካን እጽልየልካን ኣለኹ። ክቡር ሓወይ እግዚኣብሄር ኣዝዩ ስለ ዘፍቅረካን ዝሓልየልካን ነቲ ንብዙሕ እዋን ዝተዓጽወ ማዕጾ ገፊሕ ደገ ክገብሮ እዩ። ንእግዚኣብሄር ዝጨንቆ ነገር ስለ ዘየለ ናብ ዝበረኸን ዝኸበረን ቦታ ክትሽየም ኢኻ። ህይወትካ ብናይ ጸላኢ ሓይሊ ተወሲና ናይ ድኽነት ናብራ ምእንቲ ከይትመርሕሲ፣ ጐይታ የሱስ ባዕሉ ነቲ ተስፋ ዝኸልኣካ ማዕጾ ሓሸምሸም ከብሎን ነቲ ናይ ውድቀት መንፈስ ድማ ክስዕሮን እዩ። እቲ ንኸይትዓቢ ንህይወትካ ደረት ክገብረላ ብሓደ መንገዲ ዝመጽእ መንፈስ ተገሲጹ ብብዙሕን ብታህዋኽን ክምለስ እዩ። ኩሉ ግዜ እግዚኣብሄር ምሳኻ ስለ ዘሎ ካብ ኩሉ ክፉእ ክሕልወካ እዩ። ከምቲ እግዚኣብሄር ንዳንኤል ኣብ ልዕሊ ኩላ ኣውራጃ ባቢሎን ዘግዝኦን ዝሸሞን ንስኻ እውን ኣብ ሓድሽ ናይ ብልጽግና መድረኽ ክትሽየም ኢኻ። እዚ እቲ ካብ እግዚኣብሔር ጥራይ ዝመጽእ ብሉጽ ሞጎስ ማእለያ ዘይብሉን ጸጋን ሓይልን ክኾነልካ እዩ። ንስኻ ኣብ ዓይኒ እግዚኣብሔር ኣዚኻ ብሉጽ ስለ ዝኾንካ ምስጢራቱ ክገልጸልካ እዩ። ንኹሉ መንገድታቱ ክሕብረካ እዩ እሞ ብሓድሽ ቅብኢ ኣብ ሓድሽ መድረኽ ኣብ ሓድሽ ናይ ክብሪ ቦታን ክትመላለስ ኢኻ። ኣብ ኩሉ መዳይ ናይ ሕይወትካ ድማ ምኩንዋን ክኾነልካ እዩ። እግዚኣብሄር ኣምላኽ ከዕብየካ እዩ። ብፍልጠት ኣምላኽ ክትዓቢ ኢኻ፣ ብመንፈስ ክትድልድል፣ ብጥበብ ክትምላእ፣ ብኹሉ ክትውስኽ ኢኻ። ከምቲ ቅዱስ ቃል እግዚኣብሄር ዝብሎ ድማ ከም ስየ ክትልምልም፣ ከም ጽሕዲ ሊባኖስ ድማ ክትዓቢ ኢኻ። ክቡር ሓወይ፣ ከምቲ ኩሉና እንፈልጦ ህይወት ገድሊ ስለ ዝኾነት፣ ኣብቲ መዓልታዊ ናብራኻ ብብዙሕ መሰናኽልን ፈተናታትን ከጋጥመካ እዩ። ሂወትካ ብቡዙሕ መከራን ጸገምን ምስ እትብዳህ ግን እዋይ ኣነዚ ሓልፈለይ ሰብ ኢልካ ኣብ ከቢድ ተስፋ ምቁራጽ ምእንቲ ከይትኣቱ ነቲ ብዛዕባኻ ዝተጻሕፈ ቃል ጎይታና የሱስ ዘክሮ። ሓሳቡን መደቡን ኣብ ሂወትካ ወትሩ ሰናይ እዩ። ብሓላፊ መከራ ንሂወትካ። በይንኻ ኣብ ናይ ድንጋጸ ህሞት ሸኺትካ እንዳ ኣስተማሰልካን ነታ ጽብቕቲ ህያብ ዝኾነት ህይወትካ ከይትሃስያ ተጠንቀቕ። ኣእምሮኻ ብናይ ምስትምሳል ሓሳብ ከይተሓዝ ንኹሉ እትሰምዖ ኣስተብህለሉ። ንስኻ ከምቲ ኣብ ህይወትካ ዘጋጥም ግዝያውን ሓላፍን ዝኾነ ከቢድ ፈተናታት ዘይኮነስ ከምቲ እግዚኣብሄር ክትኮኖ ኢሉ ዝፈጠረካ ኢኻ ክትከውን። ስለዚ ህይወትካ ብዕብየትን ክብረትን ፍረን ዘለዎም ናብራ ከም ዝስልማ እግዚኣብሄር እሙን እዩ። ፍቱው ሓወይ፣ እተን ዝበለጻን ዝሓሻን መዓልትታት ኣብ ቅድሜኻ እየን ዘለዋ። ኣብቲ ምዱብ ግዜ ናይ እግዚኣብሄር ንኹሉ ሰናይ ከም ዝገብሮ ድማ እመን። ስለዚ ሎሚ ኣንጻር እቲ ፍርህኻን ግዝያዊ ተናጻልነትካን ንቕድሚት ገጽካ ብእምነት ገስግስ። ካብታ ፍቕሪ ክርስቶስ ዝፈልየካ መን እዩ? ከመይ ምእንታኻ ምሉእ መዓልቲ ንቕተል ኣሎና፣ ከም ኣባጊዕ ማሕረዲውን ተቖጸርና ዝብል ጽሑፍ ዘሎ ጭንቀትዶ ጸበባዶ ስደትዶ ጥሜትዶ ዕርቃንዶ ፍርሂ ወይስ ሴፊ ሞት ከነ ወይ ህይወት መላእኽቲ ኮኑ ወይ ገዛእቲ ዞሎ ኮነ ወይ ዝመጽእ ወይ ሓይልታት ልዕል ዝበለ ዀነ ወይ ትሕት ዝበለ ካልእ ፍጥረት እውን እንተዀነ፣ ካብታ ኣብ ክርስቶስ የሱስ ጐይታና ዘላ ፍቕሪ ከቶ ኪፈልየካ ኸም ዘይኰነሉ ኣርጊጸ ኣሎኹ እሞ፣ በዚ ዅሉ በቲ ዘፍቅረካ ኣጸቢቕካ ትስዕር ኢኻ። ጸላኢ ተዀርሚኻን ተዋጢርካን ተጸጊምካን ተኸቢብካን ተወሲንካን ዘመንካ ኽትሕልፎ እዩ ዚደሊ። ንሱ ብሓቂ ሰራቒ ስለ ዝዀነ፣ ብጀካ ኺሰርቕን ኪሓርድን፣ ከጥፍእን ኢሉ ኣይመጽን እዩ። ጎይታ የሱስ ግን ህይወት ምስ ተረፉ ምእንቲ ክትረክብ ኢሉ ኣብ ክንዳኻ በጃ ሓሊፉ እዩ። ስለዚ ንኹሉ ውዲት ጸላኢ ከይትስሕቶ። ጸላኢ ሓሳባት ብምውራድን ብምድያብን ኣብ መወዳእታ ዘይብሉ ናይ ሓሳብ ባሕሪ ኣጥሒሉ ነቲ ክቡር ግዜኻ ክሰርቆ ዕድመ ንእስነትካ ክዘምቶን ክፍትን እዩ። እግዚኣብሄር ግን ዕውት ናብራ ምእንቲ ክትነብር ንኹሎም ጸላእትኻ ብሓደ መንገዲ መጺኦም ብብዙሕ ናይ ፍርህን ዕግርግርን መንገዲ ካብ ቅድሚኻ ከህድሞም እዩ። ናይ ጽበራ፣ ናይ ሽርሒ፣ ናይ ስሕታን ናይ ክፍኣት መንፈስ ብስም ጎይታና የሱስ ካብ ህይወትካ ተሶጊጉ እዩ። ግብሪ ጸልማት ኣብ ህይወትካ ተደምሲሱ እዩ። መርገም ዘበለ ካብ ህይወትካ ተገልቢጡ እዩ። ድሕሪ ደጊም ንዓኻ ዘድክምን ዘሕስርን ዘስተናዕቕን ናይ ጸላኢ መንፈስ ብስም የሱስ ክርስቶስን ብቓል ሓቅን ተሳዒሩ እዩ። ስለዚ ጽናዕ ተባዕ ድማ ኩን። ምኽሪ እግዚኣብሄር ኣብ ህይወትካ ብሉጽ ስለ ዝኾነ ንጸላእትኻ ኣብ ኣደባባይ ክትስዕሮም ኢኻ። እግዚኣብሄር ኣብ ቅድሚ ገጽ ጸላእትኻ መኣዲ ክሰንዓልካ እዩ። ንርእስኻ ድማ ብዘይቲ ሓጎስ ክለኽዮ እዩ። ጽዋእካ መሊኡ ከንጀርብብ እዩ። ብጐይታ የሱስ ክርስቶስ ስለ ዝኣመንካ፣ እቲ ጽሑፍ ከም ዝብሎ ካብ ከብድኻ ሩባታት ማይ ህይወት ክውሕዝ እዩ። ክቡር ሓወይ፣ እግዚኣብሄር በይኑ ጥራይ እዩ ንህይወትካ እቲ ዝበለጸ ውጥን ከም ዘለዎ ኣይትረስዕ። ነቲ ዕቑር ዓቕምኻን ብብዙሕ ዝተዋህበካ ጸጋን ክለቆ ንእግዚኣብሄር ሕተቶ። እቲ ንሰብ ዘይከኣሎ ንኣምላኽ ግን ኩሉ ቀሊል እዩ። ብውጽኢት ኩነታትካን ድፍኢት ስምዒታትካን ዘይኮነስ ህይወትካ ብቃል ኣምላኽ እያ እትነብርን እትጽብቕን። ስለዚ ኣጆኻ ኣይትፍራህ። ጌጋ ከይገብር ከይንጸል መስሓቒ ከይከውን ኢልካ ነቲ ክትገብሮ ዘለካ ኣይትዕገቶ። ነቲ ኣብ ልብኻን ሓሳብካን ዘሎ ኣብ ፍረን ግብርን ምእንቲ ክውዕል፣ ንኽትሓትት ክተብዕ ኣሎካ። ብዘይ ምቁራጽ እምነትካ ኣብ ጎይታና የሱስ ብምግባር ምስ እትመላለስ፣ በቲ ሓያል ቅልጽሙ ነቲ ዝተዓጽወ ክፉት ደገ ክገብሮ እዩ። እትኾርዓሉ ክፉት ደገ ብምሃብ ድማ እግዚኣብሄር ነቲ ኣብኡ ዘለካ እምነት ነቲ ጻዕርኻን ከኽብረልካ እዩ። ኣብ ህይወትካ ማንም ክዓጽዎ ዘይክእል ክፉት ደገ፣ እግዚኣብሔር ጥራይ ዝኸብረሉን ናይ ክብሪ መድረኽ ክህበካ እዩ። ንግብርኻ እፈልጦ ኣለኹ ዓቕምኻ ሒደት እዩ። ንቓለይ ሓሊኻዮ ንስመይ እውን ኣይከሓድካዮን እሞ እንሆ ሓደ እኳ ክዓጽዎ ዘይክእል ክፉት ደገ ሂበካ ኣለኹ ከም ዝብል እቲ ህያው ዝኾነ ቃል ኣምላኽና ኣታ ፈቃር እግዚኣብሔር ናይ ክብሪ ክፉት ደገ ይህበካ ኣሎ። ብእኡ ድማ ኣገልግሎትካ ክስስን ሕብረትካ ክስስን ውሉድካ ክስስኑ፣ እቶም እትፈትዎም ሰባት ክስስኑ፣ ሓሳባትካ ክስስን፣ ስራሕካ ክስስን፣ ሃገርካ ክስስን፣ መንግስትኻ ክስስን፣ ቁጠባኻ ክስስን፣ ንግድኻ ክስስን ክትርኢ ኢኻ። ክቡር ሓወይ፣ ከምቲ ቃል ኣምላኽና ዝብሎ ንስኻ ክትስስን ኢኻ፣ ካብ ከብድኻ ሩባታት ማይ ህይወት ክፍልፍል እዩ እሞ ንብዙሕ በረኸት ክትከውን ኢኻ። እቲ ማእለያ ዘይብሉ ጸጋ እግዚኣብሄር ኣብ ህይወትካ ዘሎ ድማ፣ ንልቢ ብዙሓት ከዕርፍ እዩ። ንእግዚኣብሄር ዋላ ሓንቲ ዝኸብዶ ስለ ዘየለ ኣቐዲሙ ነቲ ሰናይ ሓሳባቱ ኣብ ህይወትካ ክፍጽሞ ጀሚርዎ ኣሎ። እቲ ንዓኻ ዘይርኣን ዘይፍጸምን እኳ ኮይኑ እንተ ተራእየካ፣ ነቲ ዝጀመሮ ሰናይ ነገር ኣብ ህይወትካ መፈጸምታ ከም ዝገብረሉ እሙንን ጻድቕን እዩ። ነቲ እግዚኣብሄር ኣብ ህይወትካ ከም ፍቓዱ ከምጽኦ ዝደሊ ሓድሽ ነገር ብእምነት ተቐበሎ። ብናትካ መንገዲ ብምኻድ ብብዙሕ ስምዒታውን መንፈሳውን ቃንዛን ይስዕብ እዩ። ንስኻ ግን ኣብ እግዚኣብሄር ተወኪልካ ተስፋ ከይቆረጽካ ነቲ ትኽክለኛ ዝኾነ ስጉምቲ ምስ እትወስድ፣ እግዚኣብሄር ከመይ ዝበለ ዓይነት ኣፍደገ ከም ዝኸፍተልካ ክትግረም ኢኻ። እግዚኣብሄር ንሱ ዓብን ሓያልን እዩ፣ በቲ ዓቢ ሓይሉ፣ በቲ ዝርጉሕ ቅልጽሙን ሰማይን ምድርን ዝገበረ ንሱ እዩ፣ ንዕኡ ዘይከኣሎ ነገር ድማ የልቦን። ምስ ኣምላኽ ምህላውካ እቲ ዝለዓለ ክብረት እዩ። እንታይ ይስምዓካ፣ እንታይ ይመስለካ፣ ከመይ ጌርካ ድማ ድኻምካን ሓይልኻን ትርኢ ዘይኮነስ፣ ጐይታ የሱስ ብኣኻ ገይሩ እንታይ ክሰርሕ ከም ዝኽእል ተመልከት፣ እዚ ድማ እቲ ዘሐጕስ ብስራት እዩ። እቲ ኣባኻ ሰናይ ግብሪ ዝጀመረ ኸኣ ንሱ ክሳዕ እታ መዓልቲ የሱስ ክርስቶስ ከም ዝፍጽሞ ተረድኣዮ። ነቶም ብክርስቶስ የሱስ ዘለዉ ኵነኔ የብሎምን ከም ዝብል እቲ ህያው ቃል ኣምላኽና፣ በቲ ተስፋ ዝኸልእን ዝዅንንን ድምጺ ናይ ጸላኢ ተሰማሚዕካ፣ ንነብስኻ ከይትፈርዳን ከይትኹንናን ተጠንቀቕ። ንስኻ ሓራ ምእንቲ ኽትከውን፣ ብክርስቶስ ድማ ጽድቂ ኣምላኽ ምእንቲ ኽትከውን፣ ንሱ ሓጢኣት ዘይፈለጠ ኣብ ክንዳኻ ሓጢኣት ኮይኑ እዩ። ንስኻ ብህይወት ምእንቲ ክትነብር ዓወት ድማ ምእንቲ ክትረክብ ገና ድኹም ከለኻ ክርስቶስ ብጊዚኡ ኣብ ክንዳኻ ሞተ። ህይወትካ ብኽቡር ዋጋ ዝተዓደገት ስለ ዝኾነት፣ እዋይ ኣነ ዘይሓልፈለይ ኢልካ ምስቲ ጸላኢ ዝሰዶ ድምጺ ከይትሰማማዕ ኣስተውዕል። ንስኻ ምእንቲ ከይትሰግእ፣ ከይትፍረድ፣ ተሰካሚ በዓል ኣበር ከይትኸውን፣ ከይትሽበር፣ ብጌጋ ከይትፍረድ፣ ክርስቶስ በጃ ሕይወቱ ሓሊፈልካ እዩ። ዝተጋገኻዮን ዝፈጸምካዮን ዘይተነሳሕካሉ ሓጢኣት እንተሃልዩ ግን ንእግዚኣብሔር ምሕረት ክገብረልካ ጸሊ። እቲ ምእንቲ ኩሉ ኣበሳኻ ዝፈሰሰ ክቡር ደም ጐይታና የሱስ ድማ ኩሉ ሓጢኣትካ ከንጽሃካ እዩ። ንስኻ ሕድገት ሓጢኣት ዝረኸብካ ውጹእ ሓራይ ኢኻ። ስለዚ ትባዕ ጽናዕ፣ ብሓላፍነትን ብናጽነትን ድማ ተመላለስ። ንህይወትካ ብሕሉፍ ተመኩሮ ኮኒንካ ከተንብራ ዘይሕጉስ ኮይንካ ክትመላለስ እቲ ዘይፍትሓዊ ዝኾነ ኣብ ህይወትካ እትፍጽሞ ግብረ መልሲ እዩ። ንስኻ ግን ክቡር ሓወይ ቅድም መንግስቲ ኣምላኽን ጽድቁን ድለ ድሕሪኡ እግዚኣብሄር ነቲ ኣብ ኩሉ ናብራኻ ዘድልየካ ክውስኸልካን ንልብኻ ከዕግቦን ክትርኢ ኢኻ። እቲ ዝበለጸ ውሳነ ብምውሳን ንህይወትካ ኣብ ክርስቶስ ሰርታ። ሽዑ ዓይኒ ማይ ከፊቱ ንኹሉ ድሌታትካ ከዕግቦ ክትዕዘብ ኢኻ። ዓለም ሎሚ ተሓጒስካ ጽባሕ ድማ ኣብ ከቢድ ጭንቀት እያ እትሸኽለካ። ጽባሕ እውን ኣይናታን እያ። ንርእሳ ድማ ትጭነቕ ኣላ እሞ ንጽባሕ ኢልካ ከይትጭነቕ። ብናይ ትማሊ ጌጋታት እውን ንህይወትካ ከይትፈርዳ ሓደራ። ፍሽኽታ ካብ ገጽካ ሃዲሙ ብጭንቀትን ሻቁሎትን ተወጢርካ ክትነብር እግዚኣብሔር ፍቃዱ ኣይኮነን ክቡር ሓወይ ኣብ እግዚኣብሔር ኣብቲ ኩሉ ዝሃበካ ቃል ተስፍኡን ተጸጋዕ እግዚኣብሔር ድማ ክብ ከብለካ ሓጎስ ምድሓን ውን ክመልሰልካን እዩ ብእግዚኣብሔር ተሓጎስ ልብካ ዝደልዮ ንሱ ክህበካ እዩ መንገድካ ንእግዚኣብሔር ኣማዕቁቦ ኣብኡ ተወከል ንሱ ውን ከስልጠልካ እዩ ብኣኻን ሰራዊት እጥሕሶ እየ እሞ ብኣምላኸይ ውን ንቐጽሪ እዞሎ ከም ዝብል ቃል እግዚኣብሄር ንኹሉ ነቲ ክኽልክለካ ዝመጽእ ቀጽሪ ክትጥሕሶን ክትሰግሮን ኢኻ። ንድኽነት ክትጥሕሶ ኢኻ፣ ነቲ ከልካሊ ሓጹር ክትዘሎ ኢኻ፣ ንምስትምሳል ብወኻዕታ ክትትክኦ ኢኻ። እቲ ሓይሊ ዘዕጥቐካ፣ ንመንገድኻ ኸኣ ዘቕንዕ ኣምላኽ ንሱ ነእጋርካ ከም ናይ ኢራብ ክገብረን እዩ። ኣብቲ በሪኽ ቦታ ክትቀውም ብዓወት ክትመላለስ ኢኻ። ክትከይድ ኮለኻ ስጉምትኻ ኣይክሓጽርን፣ እንተ ጎየኻ ውን ኣይክትዕንቀፍን ኢኻ። ከም ንስሪ ብኽናፍ ክትከይድ ኢኻ፣ ክትጎይ ኢኻ'ሞ ኣይክትሕለልን ኢኻ፣ ክትከይድ ኢኻ'ሞ ኣይክትደክምን ኢኻ። ብዝተረፈ ክቡር ሓወይ፣ ብጎይታን ብጽንዓት ሓይሉን በርትዕ። እቲ ዝጸወዓካን ክሳብ ኣብዚ ዝረደኣካን ኢግዛብሄር፣ እሙን እዩ እሞ ንሱ ክገብሮ እዩ። ንዕኡ ነቲ ካብ ውድቀት ዘበለ ዝሕልወካ ብሓጎስ ብዘይ ነውሪ ኣብ ቅድሚ ክብሩ ከቑመካ ዝከኣሎ ነቲ ብየሱስ ክርስቶስ ጎይታና በይኑ መድሓኒ ዝኾነ ኣምላኽ ቅድሚ ኩሉ ዘመናትን ሕጅን ንኹሉ ዘልኣለም ክብርን ሓይልን ስልጣንን ይኹኖ ኣሜን።